ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዘደልናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብክብሪ ዕድም ክቡራት ናይዛ ዩቱብ ቻነል ተኸታተልቲ ኣብዚ እዋን ዝተሰምዑ ሰበር ሓበሬታታት ሒዘልኩም ቀሪባ ኣለኹ ብርክት ዝበሉ ዓለም ለኻውያን መራኸብቲ ሓፋሻት ዘውፅኦም እዋናውን እሙናትን ሰበር ሓበሬታታት ናብ ዩቱብ ምስ ዝፀዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንክበጽሓኩም፣ ዜናታት ብእዋን ንክትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ። ናብቲ ሓዱሽ ሓበሬታ ምስ እንሰግር ብቐዳምነት ኣሜሪካ እቲ ኹናት ብዝምልከት ሎሚ ምሸት መግለጺ ሂባ ኣላ። ናይ ኣሜሪካ ጀነራል ኢራን ሕጂ እውን እንተኾነ መጥቃዕትታት ናይ ምውራድ ተኽእሎ ኣለዋ ክብሉ ተሰሚዖም ኣለው። እቲ ጉዳይ ብዝምልከት ዝርዝር ዝሃቦ ሓበሬታ ዘስመዓኩም ክኸውን እዩ። በቲ ካሊእ ወገን ክቡራት ተዓዘብቲ፣ ኢራን ዝወስዶ ናይ ሕነ ምፍዳይ ስጉምቲ ካብዚ ንላዕሊ ዘስካሕኽሕን ዝኸፈኣን ክኸውን እዩ ክቕፅል እዩ። ኣሜሪካን እስራኤልን ካብቲ ኹናት ይኣኽለና ኢለን ክሳብ ዘየቋረፃ ጠጠው ዝብል ተኹሲ ኣይክህሉን ኢላ ኣላ። በቲ ካሊእ ወገን ሆርሙዝ እቲ ኹናት ዋላ እኳ ተተቋረፀ ድሕሪ ሕጂ ሕጊ ወፂእሉ እናኸፈልካ ዝሕለፎ መፃብቦ እዩ ክኸውን ክትብል ኢራን ኣፍሊጣ ትርከብ ኣላ። እቲ ጉዳይ ብዝለዓለ ኩነታት ስንባደ ፈጢሩ ይርከብ ኣሎ። በቲ ካሊእ ወገን ድማ ክቡራት ሰማዕቲ፣ ኢንግሊዝን ሓሙሽተ መሻርኽቲ ሃገራትን ናብቲ ኩናት ክጽንበራ ከምዝኽእላ፣ ጉዳይ ኢኮኖሚኤን ብዝለዓለ ኩነታት ከምዘተሓሳሰበን ኣፍሊጠን ይርከባ ኣለዋ። ዩናይትድ ኪንግደም ውን ናብቲ ኩናት ካብ ዝጽንበራ ሃገራት ሞንጎ ሓንቲ ከምትኸውን ገሊጻ ኣላ። እቲ ኩናት ኣዝዩ እናተጋደደ ዝቐጸለ ኮይኑ ብርክት ዝበላ ሃገራት እናሰሓበን ናይ ዓለምና ኢኮኖሚ እናደኸመን ናብ ዝኸፍኣ ኩነታት ይሰጋገር ኣሎ። ዝርዝር ሓበሬታታት ከም ዝስዕብ ከስምዓኩም እየ። ሓቢርና ንከታተል። ብፈለማ ኣብ መንጎ ኣሜሪካን እስራኤልን ኢራንን ዝካየድ ዘሎ ኹናት ሕጂ እውን ዝተጋደደ ኮይኑ ሃገራት ማእኸላይ ምብራቕ ይዓንዋ ኣለዋ። ኣዛዚ ሰራዊት ኣሜሪካ ሎሚ ምሸት ኣብ ዝሃብዎ መግለፂ ከም ዘፍለጥዎ ኢራን ሕጂ እውን መጥቃዕታት ናይ ምፍፃም ተኽእሎ ኣለዋ ብዝብል ንፈለማ እዋን ተዛሪቦም ኣለው። ጀነራል ኣሜሪካ ዳን ኬን ካብ ፔንታጎን ሎሚ ምሸት ኣብ ዝሃብዎ መግለጺ፣ እቲ ኲናት ሳልሳይ ሰሙኑ ኣብ ዝቐጸለሉ ኣብዚ ሕጂ እዋን፣ ዋላ እተኾነ ኢራን ኣብ ልዕሊ ትሕቲ ቅርጺ ነዳዲ ሃገራት ወሽመጥ ዓረብ መጥቃዕታት ናይ ምፍናው ተኽእሎኣ ሙሉእ ብሙሉእ ኣይሰኣነትን ሓይሊ ኣለዋ ክብሉ ተሰሚዖም ኣለው። እቶም ጀነራል ምስ ምኒስትሪ መከላኸሊ ኣሜሪካ ፒት ሄግስ ብምዃን ኣብ ዝሃብዎ ሓበራዊ መግለጺ ከምዝበልዎ እንተድኣ ኮይኑ፣ ኢራን ሕጂ እውን መጥቃዕትታት ናይ ምውራድ ተኽእሎ ኣለዋ ድዩ ብዝብል ካብ ገዜጠኛታት ንዝቐረበሎም ሕቶ መልሲ ሂቦም ይርከቡ ኣለው። እቶም ጀነራል እቲ ኩነታት እንተብርሁ ኢራን ናብዚ ኲናት ዝኣተወት ኣዝዩ ሓያል መሳርሒታት ኲናት ተዓጢቓ ብምዃና ኣሜሪካ እትወስዶ ስጉምቲ ብዝተኽኣለ መጠን ሓያለ ክትገብሮ ኣገዲድዋ ኢሎም ኣለው። ብምውሳኽ ድማ ሰራዊት ኣሜሪካ ናይ ኢራን ወተሃደራዊ ሓይልታትን መሳርሒ ኲናትን እናሃደነን እናዓነወን ከምዝርከብ ዋላ ተገለፁ ግን ድማ ኢራን ሕጂ እውን እንተኾነ መጥቃዕታት ናይ ምውራድ ተኽእሎ ከም ዘለዋ ከይሓብኡ ንፈለማ እዋን ንጋዜጠኛታት ተዛሪቦም ይርከቡ ኣለዉ። ሚኒስትሪ መከላኸላ ኣሜሪካ ፒት ሄግስ ብወገኖም ምስ ጀነራል ዳንኬ ብምዃን ኣብ ዝሃብዎ መግለጺ ከም ዝበልዎ ኣሜሪካ ኣብቲ ኹናት ዕላማኣታታ ትሃርም ኣላ ኢሎም ኣለዉ። ግን ድማ እቲ ኹናት መዓስ ደው ክብል ከም ዝኽእል ናይ ግዜ ገደብ ከይገበሩ ሓሊፎምዎ ይርከቡ ኣለዉ። ግልፂ ንምዃን ናይ ግዜ ገደብ ከቐምጥ ኣይደልይን እየ ዝበሉ ኮይኖም ኣብ ቀረባ ግዜ ግን ከንዛዝሞ ኢና ክብሉ ተሰሚዖም ኣለዉ። ኣሜሪካ ክሳብ ሕጂ ሸውዓተ ሽሕ ናይ ኢራን ዕላማታት ሃሪማ ኣላ ዝበሉ ኮይኖም ንምንታይ ነጥቅዕ ከም ዘለና ዓለም ዝፈልጦ እዩ ብቕሉዕ ዝረኣ ዘሎ ኢሎም ኣለዉ። በቲ ካሊእ ወገን ጀነራል ዳን ኬን ብወገኖም ኣብ ምብራቓዊ ክሊ ኣየር ኢራን ብምእታው፣ ኤኤች ሱሳን ኣርባዕተን ኣፓች ዝተሰምያ ሄሊኮፕተራት ተጠቒሞም ናይ ኢራን ድሮናት ናይ ምዕናው ስራሕቲ ይሰርሑ ከምዘለዉ ገሊጾም ኣለዉ። በቲ ካሊእ ወገን ላዕለዋይ መራሒ ኢራን ኣያቶላ ዓሊ ሞጅታባ ካሚኒ ሎሚ ኣብ ዝሃብዎ መግለጺ ከምዝበልዎ፣ ኣሜሪካን እስራኤልን ከየስገድና ደው እነብሎ ኩናት የለን ክብሉ ተዛሪቦም ኣለዉ። ናይ ኢራን ሓድሽ ላዕለዋይ መራሒ ሙጅታባ ካሚኒ፣ መንግስቲ ኢራን ንኣሜሪካን እስራኤልን ከየስገደ ምቁራጽ ተኹሲ ዝበሃል የለን ብዝብል ኣብ ዝኣወጅሉ መግለጺ'ዮም ንሕና ኲናት ኣይከፈትናን፣ ዝመጸና ዂናት ንከላኸል ኢና ዘለና፣ ናብ ገዛና ዝመጽእ ሓደጋ ተኸላኺልና ጸላእትና ከየስገድና ጠጠው ዝብል ኲናት የለን ክብሉ ተሰሚዕም ኣለው። ሙጅታባ ካሚኒ ናይ ፈለማ ዝኾነ ዘተ ፖሊሲ ኣብ ዝመርሕሉ መድረኽ ምንም ዓይነት ስምምዕ ምቁራጽ ተኽሲ ኣይክንገብርን ምባሎም ሓደ በዓል ስልጣን ኢራን ዕላዊ ገይርዎ ይርከብ ኣሎ። ብምውሳኽ ናይ ኢራን ዓጸፋዊ ግብረ መልሲ ኣብ ልዕሊ ኣሜሪካን እስራኤልን ከቢድ ከም ዝኸውንን እናተጋደደ ከም ዝቕጽልን እዮም ሓቢሮም ዘለው። እዚ እውን ኣድማስ ናይቲ ኹናት ከም ዘስፍሖ እዩ ተሰጊኡ ዘሎ። በቲ ካሊእ ወገን ኢራን ከም ዘፍለጠቶ፣ ሆርሙዝ ድሕሪ ሕጂ ክኽፈት ዝኽእል ብገንዘብ ጥራሕ እዩ ብዝብል ዝገለጸት ኮይና፣ ድሕሪ ሕጂ ብሆርሙዝ ዝሓልፋ ኩለን መራኽብ ብነጻ ዝሓልፋሉ ኣሰራርሓ ኣይክህሉን እዩ ክትብል ኣፍሊጣ ኣላ። ኢራን ብመጻብቦ ሆርሙዝ ኣብ ልዕሊ ዝሓልፋ መራኽብ ናይ ግልጋሎት ክፍሊታት ታክስን ንኢራን ክኸፍላ ዘገድድ ሕጊ ኣብ ኣባላት ፓርላማ ኢራን ቀሪቡ ከምዝተዘረበሉ እዩ ተገሊጹ ዘሎ። ኣብ ናይ ኢራን ፓርላማ ወይ ድማ መጅሊስ ናይ ዋና ከተማ ቴህራን ተወካሊ ዝኾኑ ሶማያ ራፊ፣ መጻብቦ ሆርሙዝ ድሕንነቱ ተሓልዩ፣ ናይ መራኽብን ናይ ነዳድን ናይ መግብን መሰጋገሪ ንኽኸውን እንተተደልዩ፣ ኢራን ካብቲ መጻብቦ ኣድላዪ ዝኾነ ረብሓ ንኽትረክብ ይስራሕ ከምዘሎ ዕላዊ ገይሮም ኣለዉ። ግልጋሎት ዜና ኢራን ኢርና፣ እቶም ኣባል ፓርላማ ኣብ ውሽጢ ኢራን ኣብ ሓደ ጎደና ንህዝቢ ኣብ ዘስምዕዎ መደረ፣ ኢራን ኣብ ሆርሙዝ ዝህልዋ ናይ ዋንነት ስልጣን ኣረዲኦም ኣለዉ። ኢራን ድሕንነት መጻብቦ ሆርሙዝ ምርግጋጽን ናይታ ሃገር ብሄራዊ ረብሓ ምሕላውን፣ ፈለማይ ኣጀንዳኣ ምዃኑ ብምጥቃስ፣ ሕጂ ጸላእትና ብዘየሸግር ኩነታት ክጥቀሙሉ ዝጸንሑ መንዚዕናዮም ኣለና ድሕሪ ምባል፣ ብፍቓድ ኣምላኽ እቲ ኲናት ብዓወት ኢራን ክውዳእ እዩ፣ ድሒሩ ድማ ብመጻብቦ ሆርሙዝ ምሕላፍ ንጸላእትና ፈተና ክኾኖም እዩ፣ ዝሓልፋ ካልኦት መራኽብ እውን ከፊለን እየን ክሓልፋ፣ ክባር መስመር ክንገብሮ ኢና ኢሎም ኣለዉ። ነቲ ኲናት ስዒቡ ሎሚ ኣብ መላእ ኤውሮጳን ኣሜሪካን ሓያለ ወሰኽ ዋጋ ነዳዲ እውን ተራእዩ ኣሎ። እዚ ዘሰንበዳ ዩናይትድ ኪንግደም ናብቲ ኲናት ክትጽንበር ትሓስብ ከምዘላ'ውን ተጸብጺቡ ኣሎ። ሎሚ ምሸት ዝወጹ ሓበሬታታት ከምዝበልዎ እንተደኣ ኹይኑ ዩናይትድ ኪንግደምን ሓሙሽተ ሃገራትን፣ ኣብ መጻብቦ ሆርሙዝ ዝግበር ጉዕዞ ነዳዲ ዝጸዓና መራኽብ ድሕንነት ንምውሓስ ጻዕርታት ንምክያድ ድሉዋት ምዃነን ገሊጸን ኣለዋ። ዩናይትድ ኪንግደምን መሻርኽታን ብሓባር ኣብ ዘውጽእኦ መግለጺ፣ ኢራን ኣብ ሲቪላዊ ትሕተ ቅርጽታት እትወስዶ መጥቃዕታት ንኹንን ብዝብል ዝገለጻ ኹይነን፣ ብተወሳኺ ኣብ መጻብቦ ሆርሙዝ ዝንቀሳቐሳ ዘለዋ መራኽብ ብኢራን ዝፍጸመን መጥቃዕታት ስግኣት ከም ዘሕደረለን ገሊጸን ኣለዋ። ኣብ ባሕሪ ናይ ምቕዛፍ ናጽነት ናይ ዓለምለኻዊ ሕጊ መሰረታዊ መምርሒ'ዩ ብዝብል ኣብ መግለጺኤን ዝሓበራ ኮይነን ነዚ ዝበሉ ድማ ናይ ዩናይትድ ኪንግደምን ፈረንሳን ጀርመንን ጢልያንን ኔዘርላንድን ጃፓንን መራሕቲ ምዃኖም ተሓቢሩ'ሎ። ናይ ኢራን ተግባራት ውጽኢቱ ኣብ መላእ ክፋል ዓለም ብፍላይ ድማ ኣዝየን ተቓላዕቲ ዝኾና ሃገራት ንኽስምዐን ገይሩ ተባሂሉ'ሎ። እቶም ጉጅለ ብተወሳኺ ናይ ዓለምና ዕስራ ሚእታዊት ነዳዲ ኣብ ዝሰግረሉ መጻብቦ ሆርሙዝ ድሕንነቱ ዝተሓለወ ምንቅስቓስ ንኽህሉ ንምኽኣል ኣገባብ ጻዕርታት ንምክያድ ከምዝተዳለዋ'ውን ገሊጸን ኣለዋ እተን ሃገራት ብምውሳኽ ኣብቲ ምድላዋት ዝተሳተፋ ሃገራት ዘለወን ተበግሶ ብሓባር ንቕበሎ ኢና ኢለን ኣለዋ። ኢራን መጻብቦ ሆርሙዝ ምዕጻዋ ስዒቡ ዓለምለኻዊ ዋጋ ነዳዲ ብዝለዓለ ኩነታት በብዕለቱ ይንህር ኣሎ። እስራኤልን ኣሜሪካን ኣብ ልዕሊ ኢራን ዘካየድኦ ደብዳባት ምቕጻለን ስዒቡ ኢራን ዓጸፋዊ ግብረ መልሲ ኣብ ማእከላይ ምብራቕ ኣብ ዝርከቡ ትሕተ ቅርጽታት ነዳዲ መጥቃዕታት እናፈጸመት እያ ትርከብ። ነዚ ስዒቡ ቀንዲ ቀንዲ ሃገራት ኣብ ኢራን ዝካየድ ዘሎ ኲናት ዘስዐቦ ጽልዋ ንምዕጋት ብዝብል ንእዋን ሓደጋ ካብ ዘዳለወኦ ልዑል መጠን ዘለዎ ነዳዲ ንኽንክያ ተሰማሚዐን ኣለዋ ተባሂሉ ኣሎ። ቅድም ክብል ናይ ኣሜሪካ ፕሬዝዳንት ኣብ ወሽመጥ ሆርሙዝ ዝካየድ ምስግጋር ድሕንነቱ ዝተሓለወ ንምግባር ሃገራት ሓይሊ ባሕረ ንኸዋጽኣ ጻውዒት ኣቕሪቦም ነይሮም እዮም። በቲ ካሊእ ወገን ክቡራት ተዓዘብቲ ናይ ዓለምና ዋጋ ነዳዲ ኣብ ሓደ መዓልቲ ዓሰርተ ሚእታዊት ወሰኽ ከምዘርኣየ ተፀብፂቡ ኣሎ። ኢራን ኣብ ዓለምና ኣብ ልዕሊ እቲ ዝዓበየ ናይ ቀጠር ናይ ተፈጥሮ ጋዝ መመንጨዊ በዝፈፀመቶ ተደጋጋሚ ናይ ድሮንን ናይ ሚሳኤልን መጥቃዕትታት ምኽንያት ዋጋ ነዳዲ ዓለምና ኣብ ሓደ መዓልቲ ዓሰርተ ሚእታዊት ወሰኽ ከምዘርኣየ ተገሊፁ ዘሎ እዚ ናይ ኢራን ስጉምቲ እስራኤል ኣብ ልዕሊ ናይ ኢራን ትሕተ ቅርፂ ንዝፈጸመቶ መጥቃዕቲ ዝተዋህበ ዓጸፋዊ ግብረመልሲ ኮይኑ፣ መንግስቲ ቀጠር ሓያለ ዕንወት ከም ዝወረዶ ቅድም ክብል ኣብ ዘውጽኦ ሓበሬታ ሓያለ ዕንወት ከም ዝወረዶ ገሊጹ'ሎ። ንምንጭታት ነዳድን ጸዓትን ዒላማ ዝገበረ መጥቃዕቲ፣ ነቲ ግጭት ናብ ሓደገኛ ኣንፈት ዘዕርግ'ዩ ክብል'ውን መንግስቲ ቀጠር ኣጠንቂቑ'ሎ። ቀዳማይ ሚኒስትር እታ ወሽመጣዊት ሃገር ኣብ ዝሃቦ ጋዜጣዊ መግለጺ፣ ኢራን ተካይዶ ዘላ መጥቃዕቲ ብህጹጽ'ዶ ክብል ጸዊዑ'ሎ። ኣብቲ ራስ ላፋን ተባሂሉ ዝጽዋዕ መደበር ነዳዲ ቀጠር፣ ዝተፈጸመ መጥቃዕቲ ብኢራውያን ዝጋደድ ዘሎ ሓደገኛ ምዕራግ ናይቲ ግጭት ምዃኑ መሓመድ ቢን ዓብደራሕማን ኣልታኒ ገሊጹ ኣሎ። ምስቲ ቀዳማይ ሚኒስትር ጋዜጣዊ መብርሂ ዝሃበ ሚኒስትሪ ጉዳያት ወጻኢ ቱርኪ ሃካን ፊዳን ብወገኑ፣ ሃገሩ ነቲ ኣብ ልዕሊ ስቪላዊ ሰባት ትሕተ ቅርጽን ዝካየድ ደብዳባት ከም እትኹንን ኣፍሊጡ ኣሎ። ቴህራን ኣብ እስራኤል'ውን ንትካላት ጸዓት ዒላማ ዝገበረ መጥቃዕቲ ከም ዝፈጸመት'ዩ ዝንገር ዘሎ። እስራኤል ነቲ ኣብ ኢራን ዝርከብ ኣብ ዓለም ዝዓበየ መደበር ባህርያዊ ጋዝ ድሕሪ ምጥቃዓ፣ ቴህራን ሕነ ንምፍዳይ ኣብ ሃገራት ወሽመጥ እስራኤል ንተመሳሳሊ ዒላማታት ሃሪማ እያ። ኣቐድም ኣቢሉ ኣብታ ወደባዊት ከተማ ሃይፋ ዝርከብ መጻረዪ ነዳዲ እስራኤል ብዝወረዶ መጥቃዕቲ ጉድኣት ወሪድዎ ይርከብ ኣሎ። ድሕሪ እቲ መጥቃዕቲ፣ ትኪ ንሰማይ ክዓርግ እውን ተራእዩ ኣሎ። ኣብ ልዕሊ እዚ ዓበየ መጻረዪ ነዳዲ ዝተፈጸመ መጥቃዕቲ እውን ባርዕ ሓዊ ኣስዒቡ እዩ ዝርከብ ዘሎ። ክቡራት ተዓዘብቲ፣ ናብቲ ናይ መወዳእታ ካልእ ሓበሬታ ምስ ንሰግር፣ ምምሕዳር ትራምፕ ንድምጺ ኣሜሪካ ክኸፍቶ ቤት ፍርዲ ኣዚዙ ኣሎ። ምዕጻው ድምጺ ኣሜሪካ ዘይሕጋዊ ምዃኑን ዝተሰናበቱ ብኣማኢት ዝቑጸሩ ጋዜጠኛታት ናብ ስርሖም ክምለሱን ሓደ ዳኛ ቤት ፍርዲ ወሲኑ ኣሎ። ፕረዚደንት ዶናልድ ትራምፕ ናብ ስልጣን ድሕሪ ምምላሱ ቀልጢፉ'ዩ እቲ ንዓሰርተ ዓመታት ብትግርኛ ዝርከቦም ብዙሓት ቃንቋታት ከገልግል ዝጸንሐ ፍሉጥ ማዕኸን ዜና ክዕጾ ትእዛዝ ኣመሓላሊፉ። ፌደራላዊ ዳኛ ሮይስ ላምበርዝ ኣብ ዝሃቦ ብይን ግን መንግስቲ ነቲ ውሳነ ኣብ ውሽጢ ሓደ ሰሙን ከተግብሮ እዩ ኣዚዙ ዘሎ። ድምጺ ኣሜሪካ ጸገማዊ ሻራነት ኣለዎ ብዝብል እዩ እቲ ፕሬዚዳንት ክዕጾ ኣዚዙ ነይሩ። ቪኦኤ ኣብ እዋን ካልኣይ ውግእ ዓለም ናዚ ጀርመን ንዝገዋሕ ዝነበረ ፕሮፓጋንዳ ግብረ መልሲ ንክህብ እዩ ፈለማ ተመስሪቱ። እቲ ጉዳይ ሰለስተ ጋዜጠኛታት ናይቲ ትካል ነበር ንምምሕዳር ትራምፕ ናብ ቤት ፍርዲ ድሕሪ ምኽሳሶም እዩ ፍርዲ ተዋሂብዎ ዘሎ። እቲ ዳኛ ነቶም ጋዜጠኛታት ንምስንባት ዝተወስደ ውሳነ ዘይሕጋዊ ስምዒታውን ምንባሩ እውን ተዛሪቡ። ሓንቲ ካብኦም ዝኾኖት ፖትሲ ዉዳኩስዋራ ብውሳነ ናይቲ ቤት ፍርዲ ዝተሰመዓ ሓጎስ ገሊጻ'ላ። ተስፋ ንገብር ህዝቢ ኣሜሪካ ፕሮፖጋንዳ ዘይኮነ ጋዜጠኝነት ንምቅላሕ ንዘለና ተልእኾ ክድግፍ ክትብል ንኣሶሸይትድ ፕረስ ተዛሪባ'ላ። ዶናልድ ትራምፕ ነቲ ናይ ምዕጻው ሓላፍነት ዝሃባ ካሪ ሌክ ዝተብሃለት ሓላፊት ናይቲ ንድምጺ ኣሜሪካ ዝምውልን ዝከታተልን ትካል ዓለማዊ ሚድያ ኣሜሪካ ነቲ መምርሒ ክትህብ እንከላ ብላዕለዋይ ባይቶ መዝነታ ስለ ዘይጸደቐ ውሳነኣ ሕጋዊ ከም ዘይነበረ እቲ ቤት ፍርዲ ኣብ ዝሓለፈ ሰሙን ብይን ሂቡ ምንባሩ ይዝከር። እምበኣርከስ ክቡራት ተዓዘብቲ ነዚ እዋን ዘደለናዮ ሓበሬታታት ነዚ ይመስል ነይሩ። ብኻሊእ ዜና እስካዕ ንራኸብ ሰላም።